ኣገልግሎት ድምፂ ሰላምና እዩ። ኣገልግሎት ረድዮ ሰላምና ኩሉ ግዜ ምሸት ካብ ሸሞንተን ፍርዓን ክሳዕ ትሽዓተ ብሳላሳን ሓደን ሓፂር ማዕበል ይፍኖ ሎሚ እውን እዋናዊ ጉዳያት ዝብል መደብ ሒዝና ቀሪብና ኣሎና።
ሰላም ንዓኻትኩም ይኹን ክቡራትን ፍትዋትን ሰማዕትና እግዚኣብሔር ኣምላኽ ኣብዚ ዘለኹሞ ይሓልኹም እናበልና ንሎሚ ፈለማ ድሕሪ መዝሙር ሰሪዕናዮ ዘሎና ዝሓለፈ ክልተ ሰሙን ሓውና ፓስተር ኢሰያስ ኢያሱ ዝጀመሮ ብዛዕባ ፈተና ዝምልከት ኣስተምህሮ ሎሚ ድማ ክቕጽሎ እዩ ሳልሳይ ክፋል እዩ ሓቢርና ንከታተል

ኣብቲ ኣብ መወዳእታ ዘመን ክፉእ ዘመን ከም ዝመጽእ ኣጠንቂቑና ኣሎ። ስለዚ ነቲ ኣብ መንጎናን ኣብ መንጎ ደቅናን ተፈጢሩ ዘሎ ናይ ዕድመ ጋግ ንኸነረድኦም ከይከኣለና ኣእዛንና ንደገ ልብናን ከፊትና ንኽንሰምዖም ምእንቲ ስለ ገዛእ ርእስና ንኹሉ ንጸሊ። ብሰንኪ ኣብ ኩሉ ኩርናዓት ህይወት ዘጋጥሞም ጸቕጢ፣ ወጥሪ፣ ፍርሂ፣ ምሽቑራር፣ ካብ ዘይደልይዎ ሓደገኛ ውሳኔታት ድሒኖም ቅርዑውን ጥዒን ንርሑቕ ዝዓለመ ህይወት ንኽመርሑ ንጸልየሎም። ካብቲ ኣብ ልዕሊ መንእሰያት ተፈንዩ ዘሎ መንፈስ ናይ ርኽሰት ዕብዳንን ግብረ ሰደማውነትን ካልእን ንኽዕቀቡ፣ ነቲ ሓቀኛ መገዲ ኣምላኽ ኪረኽብዎ ብዕረፍቲ ንኽመላለሱ፣ ነቲ ኣብዛ ዓለም እዚኣ ዚገዝእ ዘሎ ክፉእ መንፈስ ብንጹር ኣለልዮም ካብ መርበቡ ሓራ ኮይኖም ነቲ ጽቡቕ ብምድላይ ህይወቶም ኣብ ትሕቲ መንፈስ ቅዱስን ቃል ኣምላኽን ንኸግዝኡ ንጸልየሎም። ካብ ትዕቢትን ትምክሕትን ርሒቖም ንገዛእ ርእሶም

ካብ እግዚኣብሔር ኣቦናን ካብ ጎይታናን መድሓይናን የሱስ ክርስቶስ ጸጋን ሰላምን ንኣኻትኩም ይኹን ክቡራት ተኸታተልቲ ሬድዮ ሰላምና ከመይ ቀኹም ኣለኹም ኣነ ሓውኹም ጓሳ ማሕበር ኢስያስ እያሱ እየ ንሎሚ ድማ ካብቲ ናይ ዝሓለፈ እዋን ዝቐጸለ ብዛዕባ ስለምንታዩ መከራ ዝገጥመና ብዝብል ሓሳብ ኢና ንከፈል ዘለና ሎማዓንቲ ሳልሳይ ክፋል ሒዘልኩም ቀሪበ ኣለኹ ኣብ ዝሓለፈ ካልዓይ ክፋል ምልዋጥ መከራና ናብ ክብሪ ብዝብል ሓሳብ ርኢና ነርና ሎሚ ድማ ካብኡ ዝቐጸለ ሳልሳይ ክፋል ብመከራ ንዝሓልፉ ግብረ መልስና ወይ ከዓ ደገፍና እንታይ ክኸውን ይግብኦ ብዝብል ሓሳብ ክንካፈል ኢና ሰናይ ምክትታል እቲ ብቐዳምነት ክንሪኦ ዘለና ምስቶም ዝበኽዩ ምብካይ ምስቶም ብሽግርን መከራን ዝሓልፉ ዘለዉ ኣብ ማእከል ሽግሮምን መከራኦምን ተኻፋሊ ምዃን ቃል ኣምላኽ ብብዙሕ መገድታት ይድግፈና እዩ። ኣብ ወንጌል ዮሃንስ ዓሰርተ ሓደ ምዕራፍ ጥቕሲ ሰላሳን ክልተን ክሳብ ኣርባዓን ሓደን ዘሎ ሓሳብ እንድሕር ደኣ ርኢናዮ ከምዚ ዝብል ቃል ኢና እንረክብ ማርያም ናብታ የሱስ ዘለዋ ስፍራ መጺኣ ምስ ረኣየቶ ኣብ እግሩ ተደፊኣ ጎይታይ ኣብዚ ተትነብርሲ ግዲ ሓወይ ኣይምሞተን ነይሩ በለቶ። ሽዑ የሱስ ንሳ ክትበኪ ከላ እቶም ምስኣ ዝመጹ ኣይሁድ እውን ክበኺ ከለዉ ርእዩ ብመንፈሱ ተኪዙ እናሕነቕነቐ ኣበይ ኣንቢርኩምዎ በለ። ንሳቶም ጎይታይ ንዓሞ ረኣ በልዎ። የሱስ ነብዐ። ስለዚ ኣይሁድ እስከ ርኣዩ ክንደይ የፍቅሮ ነይሩ በሉ። ገሊኦም ግና እዚ ኣዒንቲ ትዕውር ዝኸፈተሉ ነዚውን ከም ዘይመውት ክገብሮ ድኾን ኣይምኸኣለን? በሉ። ሽዑ የሱስ ከም ብሓድሽ ብልቡ ተከዘ፣ ናብቲ መቓብር ውን መጸ። እዚ ግና ብእምኒ ተዓጽዩ በዓቲ እዩ። የሱስ ነዚ እምኒ ኣልዕልዎ በሎም። ማርታ ሓብቲ እቲ ምውት ከኣ ጐይታይ ራብዓይ እቲ ገይሩ እዩ እሞ፣ ፈጺሙ ጨንዩ እዩ በለቶ። የሱስ እንተ ትኣምንስ ክብሪ ኣምላኽ ምርኤኽዶ ኣይበልኩኹን? በላ። ድሕርዚ ነቲ እምኒ ኣልዓልዎ፣ የሱስ ከኣ ኣዒንቱ ንላዕሊ ቋሕ ኣቢሉ ኣቦ ስለ ዝሰማዕካኒ ኤመስግነካ ኣለኹ እናበለ ክጽሊ ከሎ እንርኢ። እዚ ታሪኽ እዚ የሱስ ንመከራ ስድራ ቤት ኣልኣዛር ርእዩ እንታይ ከም ዝኾነ ከም ዝበኸየ ኢና እንርኢ። እምበኣር ደገፍና ኣብ ልዕሊ እቶም ብመከራ ዝሓልፉ ዘለዉ፣ ብሽግር ዝሓልፉ ዘለዉ ደገፍና እንታይ እዩ ክኸውን ዝግብኦ እንድሕር ደኣ ኢልና ከምቲ ናይ የሱስ ክርስቶስ ብናይ ርሕራሔ መንፈስ ክንምላእ ይግብኣና እዩ። ምስቶም ዝበኽዩ ክንበኪ፣ ምስቶም ዝነብዑ ክንነብዕ፣ ምስቶም ብዝተፈላለየ ሽግርን መከራን ዝሓልፉ ዘለዉ ድማ ኣብቲ ሽግሮምን መከርኦምን ድማ ተኻፈልቲ ክንከውን ከም ዘለና መጽሓፍ ቅዱስ ይነግረና እዩ። ካብዚ መልእኽቲ እዚ እንታይ ኢና እንርዳእ እንድሕር ደኣ ኢልና ኣዝዩ የፍቅሮ ከም ዝነበረ ክገልጸሉ ከሎ ኢና እንርኢ። ኣብዚ ቃል እዚ ድማ የሱስ ነብዐ ዝብል ቃል ኣሎ። እዚ ኣዝዩ በቃ ብጣዕሚ ዘደንቕ ቃል እዩ። ስለምንታይ እንድሕር ደኣ ኢልና እቲ ኣገልግሎት ናይ የሱስ ክርስቶስ ካብ ምንታይ ክብገስ ከሎ ኢና እንርኢ? ካብ ርሕራሔን ካብ ድንጋጸን ክብገስ ከሎ ኢና እንርኢ። እምበኣር ኣብ ካልእ ቦታ እውን የሱስ ክርስቶስ ርእዩ ደንገጸሎም ይብል ድሕሪኡ ድማ ኣሕወዮም ይብል። ስለዚ ጎይታናን መድሓኒናን የሱስ ክርስቶስ ቅድሚ ዝኾነ ይኹን ኣገልግሎት ምግልጋሉ ኣብ ውሽጡ ናይ ድንጋጸን ናይ ርሕራሐን ነገር ከም ዘለዎ ኢና እንርዳእ። እምበኣር ብመከራ ንዝሓልፉ ዘለዉ ሰባት ግብረ መልስና እንታይ ክኸውን እዩ ዝግብኦ? ረጊጽናዮም ክንከይድ ኣይግብኣናን እዩ። ብዝተፈላለየ ሽግርን መከራን ዝሓልፉ ዘለዉ ኣብ ጎኖም ደው ኢልና ከነጸናንዖምን ከነባራትዖምን ደገፍናን ርሕራሔናን ክንገልጸሎም ይግብኣና። ምስኦም ክንበኪ ምስኦም ክንሓዝን ይግብኣና እዩ። እቲ ናይ ብሓቂ ፍቕሪ ክርስቶስ ዝደረኾ ሰብ ብኸምዚ ዓይነት ህይወት እዩ እንታይ ዝገብር? ዝሓልፍ ማለት እዩ ጎይታ ድማ ነዚ እዩ መፅዩ ንዝሞቱ ከተንስእ ዕውራት ክርእዩ ዝተሸገሩ ሰባት ክፀናንዑ እምበኣር ብብዙሕ መከራን ሽግርን ንዝሓልፉ ዘለዉ ኣብ መከሮምን ፀገሞን ምእንቲ ክበፅሕ እዩ ጎይታ ናባታቶም እንታይ ገይሩ መፅዩ ስለዚ ኣብ ቤት ኣልኣዛር ክመፅእ ከሎ ድማ እዚ ዓይነት ነገር እዚ እዩ እንታይ ገይሩ ፈፂሙ ዋላ ሓፍቱ እኳ እቲ ምዉት ራብዓይ መዓልቲ ገይሩ እዩ ጎይታ ፈፂሙ ጨኒኡ ዋላ እንተበለት ገናኸ ነቲ ዝጨነወ ሬሳ ሂወት ክህብ ዝኽእል ጎይታ ስለዝኾነ ህይወት ሂቡ ድማ ከተንስኦ ከሎ ኢና እንርኢ እምበኣር ሓደ ነገር ንረዳእ ዝኾነ ይኹን ዓይነት መከራ ዝሓልፍ ዘሎ ሰብ ኣዝዩ ጨንዩ በቃ ዝሞተ ነገር ክኸውን ይኽእል እዩ ተስፋ ዘይብሉ ነገር ክኸውን ይኽእል እዩ ንሕና መሊስና ተስፋ ክነስንቆ ደኣ እምበር ተስፋ ክነቆርጾ ኣይግበኣናን እዩ ገለ ገለ ሰባት ብከምዚ ዓይነት ሽግርን መከራን ክትሓልፍ ከለኻ ኣብ ህይወትካ ብዙሕ ዓይነት ነገራት ይብሉኻ እዮም ኣክንዲ ምሳኻ ሓቢሮም ዝበኽዩን ዝነብዑን ግን ተመሊሶም ድማ ካልእ ነገራት ክብሉኻ ተስፋ ከቑርጹኻ ይረኣዩ እዮም። ጎይታ ግን ተስፋ ከቑርጾም ዘይኮነስ እንታይ ደኣኒ ኣጆኹም እዚ ነገር እዚ ክትንስዩ ኢሉ ፍቕሩ ድማ ክገልጸሎም ከሎ ክነብዕ ከሎ ከኣ ንርኢ ማለት እዩ። እናሕነቐንቓ እውን ይብል ብመንፈሱ ተኪዙ እናሕነቕነቐ ኣበይ ኣንቢርኩምዎ ኣለኹም ኢሉ ክሓቶም ከሎ ኢና ንርኢ። ኣብቲ ዘንበርኩምዎ ቦታ እንታይ ግበሩኒ ኣርእዩኒ ኣነ ድማ መጽየ ከተንስኦ እየ ኢሉ እቲ ናይ ውሽጢ ርሕራሔ ድማ ንኣልኣዛር እንታይ ህይወት ክህቦ ከሎ ትንሳኤ ክህቦ ከሎ ኢና እንርኢ ማለት እዩ ስለዚ እምበኣር ክቡራት ተኸታተልቲ ረድዮ ሰላምና ብመከራ ንዝሓልፉ ዘለዉ ሰባትሲ ብርሕራሔ ተመሊእና ደገፍና ክንገልጸሎም ይግበኣና እዩ ምሳታቶም ክንነብዕን ክንበክን ይግበኣና እዚ እቲ ናይ የሱስ ክርስቶስ ናይ ርሕራሔ ኣገልግሎት እዩ። ሰባት ጥራይ ንሶም ኣይተንከፉ ንሶም ዝኾነ ሽግር ኣይግጠሞም ደኣ እምበር ናይ ካልኦት ሰባት ሽግር ስለ ዝገጠሞም ንዕኦም ወላ ሓንቲ ነገር ስምዒት ዝስምዖም ኣይኮነን እዚ ግን መንፈሳውነት ኣይኮነን ናይ ብሓቂ ብክርስቶስ የሱስ ይኣምን እየ ዝብል ሰብ ሽግር ዘለዎ መከራ ንዝገጠሞ ሰብ ኣብ መከርኡን ኣብ ሽግሩን ታክገብረሉ እዩ ዝግባእ ምስኡ ሓቢሩ ክነብዕን ክበክን እዩ ዝግባእ ኣብ ምሳሌ እውን ከምዚ ዝብል ቃል ኣሎ፣ ካብ እንዳ ሓጐስ ቤት ምኻድሲ እንዳ ሓዘን ቤት ምኻድ ይበልጽ ኢሉ። ስለምንታይ? ንዓታቶም ኬድካ ናይ ምጽንናዕ ነገር እቲ ኣምላኻዊ ወይ ከኣ ምሳታቶም ሓቢርካ ኣብ ሓዘኖም ምሕዛንሲ ኣምላኻዊ ሓሳብ ምዃኑ ኢዩ እንታይ ዝገብረልና ዘሎ ዘረድኣና ዘሎ። እምበኣር የሱስ ንመከራ ስድራ ቤት ኣልኣዛር ርእዩ በኽዩ፣ ደገፉ ድማ ካብ ልቢ ዝመንጨወ ኢዩ ነይሩ ማለት ኢዩ። ካብዚ ኮይኑ ድማ ንኣልኣዛር ትንሳኤ ህይወት ሂብዎ። ኣብ መልእኽቲ ጳውሎስ ናብ ሰብ ሮሜ ምዕራፍ ዓሰርተ ክልተ ጥቕሲ ዓሰርተ ሓሙሽተ እውን ከምዚ ይብል ምስቶም ዝሕጎሱ ተሓጎሱ ምስቶም ዝበኪ ድማ ብኸዩ ይብል ብጣዕሚ ዘገርም ቃል እዩ እዚ ምስቶም ዝሕጎሱ እንታይ ኮኑ ተሓጎሱ ምስቶም ዝበኪዩ ከዓ እንታይ ኮኑ ብኸዩ እዚ ቃል እዚ ቀሊል ቃል ኣይኮነን ዝሕጎሱ ሰባት ኣለዉ ሓቢርካ ምሳታቶም ክትሕጎስ ስለቲ ኣምላኽ ዝገበረሎም ከተመስግን ካብ ከኣልካ፣ ስለቶም ዝበኽዩ ዘለዉ ዝሓዝኑ ዘለዉ ድማ ሓቢርካ ምስኦም ክትበኪ ክትሓዝን ኣብ ሓዘኖም ተኻፋሊ ክትከውን ብዝተፋላለየ መገዲ ድማ ክትድግፎም ሓገዝ ሓዘንካ ክትገልጸሎም ሓገዝካ ክትገልጸሎም ይግባእ ከም ዝኾነ መጽሓፍ ቅዱሳዊ እዩ ዝነግረና ዘሎ ክቡራት ተኸታተልቲ ሬድዮ ሰላምና ሎሚ ኣብ ከባቢኹም ንዘለዉ ብዝተፋላለየ ሽግርን መከራን ዝሓልፉ ዘለዉ ከመይ ኮን ተተባብዕዎም ትኸኑ? ከመይ ኮን ኣብ ጎኖምስ ከመይ ኮይንኩም ኮም ትመላለሱ ትህልዉ? እዚ ቃል እዚ ክነግረና ከሎ ግን ከምቲ ጎይታ የሱስ ክርስቶስ እናሕነቕነቐ ብመንፈሱ ተኪዙ ንቤት ኣልኣዛር ከይዱ ትንሳኤ ዝሃበ ንሕና ድማ ልክዕ ከምኡ ክንገብር ይግባኣና እዩ ማለት እዩ። ብካልኣይ ነጥቢ ድማ ብመከራ ንዝሓልፉ ግብረ መልስና ደገፍና እንታይ ክኸውን ኣለዎ እንድሕር ደኣ ኢልና ጾሮም ክንካፈል ይግባኣና እዩ። ኣብቲ ላዕሊ ዝረኣናዮ ምሳታቶም ክንበኪ ከም ዘለና እዩ ተነጊሩና ዘሎ። ኣብዚ ካልኣይ እዚ ድማ ጾር ምክፋል ብዙሕ ግዜ ንሕና ናትና ጾር ጥራይ ደኣ ኢና ክንዛረብ ናትና ጾር ጥራይ ደኣ ኢና ክቀንነና እንደሊ እምበር ሰባት ብዝሓልፍዎ ሽግርን መከራን ግን ምሳታቶም ሓቢርና ድማ ጾሮም ክንካፈል ብዙሕ ልብና ዝተባባዕ ነገር የብሉን ኣብ መልእኽቲ ይሁዳ ከም ዝብል ቃል ኣሎ ንገሊኣቶም ነቶም ዝጠራጠሩ ኣረድእዎም፣ ንገሊኣቶም ድማ ካብ ሓዊ መንጢልኩም ኣውጽእዎም፣ ንገሊኣቶም ነቲ ብስጋ ዝረኸሰ ክዳኖም እኳ እናጸላእኩም ብፍርሃት ደንግጹሎም ይብል። ጾሮም ክንጸውር ከም ዘለና እዩ ዝነግረና። ኣብ ዝተፈላለየ ቦታታት ንሓድሕድና ጾርና ክንጻዋወር፣ ጾርና ክንከፋፍል ከም ዘለና እዩ ዝነግረና። ጥራይ ንዓይ ሽግር ኣይገጠመንን እሞ በቃ ንሓወይ ድማ ገጢምዎ ዘሎ ሽግር ባዕሉ ይመክቶ፣ ባዕሉ ድማ ይዋጽኣዮ ኢልካ ምሕዳግ፣ እዚ መንፈሳዊ ነገር ኣይርእየናን እዩ ክቡራት ተኸታተልቲ ሬድዮ ሰላምና እምበኣር ጾር ሓድሕድና ክንጸውር ከም ዘለና መጽሓፍ ቅዱስ ኣርጊጹ እንታይ ገብረና እዩ ይነግረና እዩ ኣብ ገላትያ ሻድሻይ ምዕራፍ ጥቕሲ ክልተን ሰለስተን ከምዚ ዝብል ቃል ኢና እንረክብ ሓደ ገለ ዘይኮነስ ገለ ከም ዝኾነ እንተመሰሎ ንርእሱ ይጥብር ኣሎ እምበኣርሲ ጾር ሓድሕድኩም ጽሩ ከምኡውን ሕጊ ክርስቶስ ፈጽሞ ኢሉና ኣሎ እግዚኣብሔር ይመስገን ኣብዚ ቃል እዚ እምበኣር ከም ንሪኦ ጾር ሓድሕድኩም እንታይ ግብሩ ጽሩ ሕጊ ክርስቶስ ድማ እንታይ ግበሩ ፈጽሙ ስለዚ ጾር ሓድሕድካ ምጻርሲ ሕጊ ክርስቶስ እንታይ ምግባር እዩ ምፍጻም ምዃኑ እዩ ዝነግረና ወይ ከዓ ዘረድኣና ዘሎ ጾር ሓድሕድና ክንጸዋወር እቲ ሓደ ዘለዎ ጾር እቲ ሓደ ክሽከመሉ እቲ ሓደ ዘለዎ ጾር ናይ ፋይናንስ ሽግር ተኮይኑ እቲ ሓደ ድማ ክድግፎ እቲ ሓደ ናይ ሓሳብ ሽግር ዘለዎ ሓሳቡ ከካፍሎ እቲ ሓደ ናይ ገለ ሽግ መንፈሳዊ ሽግር ዘሎ መንፈሳዊ ነገር ከካፍሎ ስለዚ ጾር ሓድሕድና ክንጸውር ከም ዘለና እዩ ቃል ኣምላኽ ዝነግረና እዚ መጽሓፍ ቅዱሳዊ ዝኾነ ኣካይዳ እዩ መጽሓፍ ቅዱሳዊ ዝኾነ ኣሰራርሓ እዩ ናይ መንፈሳውያን ዕዮ ስራሕ ተግባራቶም ድማ እዚ እዩ ጾር ሓድሕዶም እንታይ ምግባር ምክፋል ኣብ ሮሜ 15 ምዕራፍ ጥቕሲ ሓደ እውን ከምዚ ይብል እምበኣርሲ ንሕና ብርቱዓት ዝኾንና ድኻምቶም ድኹማት ክንጸውር ንርእሰናውን ባህ ከይነብል ይግበኣና እዩ። ድኻም እቶም ድኹማት እንታይ ክንገብር ክንጸውር፣ ጾር ንዘለዎም ኣሕዋትና ክንጸውር ከም ዘለና እዩ ቃሉ ዝነግረናን ዝምዕደናን ዘሎ። ክቡራት ተኸታተልቲ ሬድዮ ሰላምና እምበኣር ብመከራ ንዝሓልፉ ግብረ መልስና ደገፍና እንታይ እዩ ክኸውን ዝግበኦ? ምሳታቶም ምብካይን ምንባዕን ከምኡ ድማ ጾርካ ድማ እንታይ ምግባር ምክፋል ጾሮም ድማ ምክፋል ናቶም ሒዞሞ ዘለዉ ጾር ድማ ምቅላል ከም ዝኾነ ድማ ቃል ኣምላኽ ይነግረና ኣሎ። ሳልሳይ እውን ብመከራ ንዝሓልፉ ግብረ መልስና እንታይ ክኸውን ዝግባእ ክንጽልየሎም ብጸሎት ኣብ ጎኖም ደው ክንብል ኣምላኽ ከበርትዖምን ክድግፎምን ካብቲ ወሪድዎም ዘለዎ መከራ ድማ እግዚኣብሔር ምእንቲ ከውጾም ብዝተፈላለየ መገዲ ንሕና ድማ ብጸሎት ክንድግፎም ከም ዘለና ድማ ቃል ኣምላኽ ይነግረና እዩ ኣብ ቀዳማይ መልእኽቲ ጴጥሮስ ሓምሻይ ምዕራፍ ካብ ጥቕሲ ሸሞንተ ጀሚርና ኸምዚ ዝብል ቃል ንረክብ፣ ድያብሎስ እቲ መጻርርትኹም ዝውሕጦ ደልዩ ከም ዝጓስም ኣንበሳ ዀይኑ ይዘውር ኣሎ እሞ፣ ተጠንቀቑ ንቕሑ። እዚ ሓሳረ መከራ እዚ ነቶም ኣብ ዓለም ዘለዉ ኣሕዋትኩም ይበጽሖም ከም ዘሎ እናፈለጥኩም ብእምነት ጸኒዕኩም ተቓወምዎ ይብል። እዚ ቃል እዚ ከም ንሪኦ እዚ ሓሳረ መከራ እዚ ነቶም ኣብ ዓለም ዘለዉ ኣሕዋትኩም ይበጽሖም ከም ዘሎ እናፈለጥኩምሲ ብእምነት ንስኻትኩም ድማ እንታይ ግበርሎም ደው ኢልኩም ተቓወሞ ደው ኢልኩም ጸልይሎም ብጸሎት ተቓወምሎም ኣብ ጎኖም ደው በሉ ብጸሎት ሓቢርኩም እንታይ ግበሮም ኣበራትዕዎም ክብል ከሎ ኢና እንርኢ ሃዋርያ ጳውሎስ እውን ኣብ መልእኽታቱ ብዙሕ ግዜ እንታይ ክብል ከሎ ኢና ንሰምዕ ጸልዩለይ ክብል ከሎ ኢና ንሰምዕ ሃዋርያ ጳውሎስ ዝኣክል ጸልዩለይ ካብ በለ ንሕና ድማ ብብዙሕ ሽግርን መከራን ክንሓልፍ ከለና ጸልዩለይ ክንብል ይግብኣና እዩ። ናይ ብሓቂ ድማ እቶም እንሰምዕ ድማ ብሓቂ ተደሪኽና ክንጽሊ ከኣ ይግብኣና እዩ። እዚ መጽሓፍ ቅዱሳዊ ዝኾነ ሓቂ እዩ ማለት እዩ። እምበኣር ብመከራ ንዝሓልፉ ግብረ መልስና እንታይ ክኸውን ኣለዎ ንዝብል ብሳልሳይ ነጥቢ ክንጽልየሎም ኣብ ጎኖም ብጸሎት ደው ክንብል ከም ዘለና ቃል ኣምላኽ ይነግርና እዩ። ከምኡ ድማ ብራብዓይ ነጥቢ ድማ ብዝሓለፍናዮ መከራ ድማ ምጽንናዕ። ሰባት ብብዙሕ ዓይነት መከራ ይሓልፉ እዮም። ብብዙሕ ዓይነት ሽግር ሓሊፎም ይኸዱ እዮም። ስለዚ ብብዙሕ ዓይነት መከራን ሽግርን ክሓልፉ ከለዉ ድማ ዝረኸብዎ ምጽንናዕ ኣሎ። ስለዚ እቲ ዝረኸብዎ ምጽንናዕ ድማ ንኻልኦት እንታይ ክገብሩ ኣለዎም? ከጸናንዑ ድማ ክኽእሉ ኣለዎም። ካልኣይ መልእኽቲ ጳውሎስ ናብ ሰብ ቆረንጦስ ቀዳማይ ምዕራፍ ጥቕሲ ኣርባዕተ ከምዚ ይብል፣ በቲ ንርእስና ካብ ኣምላኽ እንጸናንዓሉ ምጽንናዕ ነቶም ኣብ ጸበባ ዘለዉ ዘበሉ ኩላቶም ከነጸናንዕ ምእንቲ ክከኣለናስ ብፀበባና ዘበለ ዘፀናንዓና ንሱ እዩ ይብል። ስለዚ ብፀበባና ዘበለ ዘፀናንዓና ኣምላኽ ካብ ሃለወና ንሕና ድማ ነቶም ብፀበባ ዝሓልፉ ሰባት ድማ ከነፀናንዕ ከም ዘለና ቃሉ ይነግረና እዩ። ክቡራት ተኸታተልቲ ሬድዮ ሰላም እምበኣር ብሳልሳይ መልእኽትና ሎማዓንቲ እንሪኦ ዘለና ብመከራ ንዝሓልፉ ግብረ መልስና ደገፍና እንታይ እዩ ክኸውን ዘለዎ እንተድሕር ኢልና ደገፍና ርሕራሐ እዩ ክኸውን ዘለዎ ምስቶም ዝበኽዩ ምብካይ ጾሮም ምክፋል፣ ስሊኦም ድማ ምጽላይ፣ በቲ ንሕና ዝተጸናናዕናሉ ምጽንናዕ ድማ ንዓታቶም ድማ መሊስና፣ ኣምላኽ እኮ ንዓይ ካብዚ ከምዚ ነገር ኣውጺኡኒ ኢልና ከነጸናንዕ ከም ዝግብኣና እዩ ቃሉ ዝነግረና እሞ ኣብ ቃሉ ደው ኢልና ክንከይድ ምእንቲ ክንክእልሲ ኣምላኽ ንነፍሲ ወከፍና ጸግኡ የብዝሓልና። እግዚኣብሄር የዕዚዙ ይባርኽኩም። ሰናይ ቀን።

ምስታ ገለዎት ደምጺ ሰላምና ኢኹም ዘለኹም ክቡራትን ፍትዋትን ሰማዕትና ብምቕጻል ድማ ትዓርቢ ዓርቢ ምስ ኣሕዋትና ፓስተር ሲራክ ተስፋሚካኤልን ፓስተር መኮንን ከብርስግኣብሄር ንገብሮ ዘለና ሓባራዊ ዘተ ኢና ሒዝና ቀሪብና ዘሎና ዝሓለፈ ሰሙን ብዛዕባ ኣተክሮ ብዛዕባ ማእኸላውነት ወይ መሓዝ ወይ ድማ ብእንግሊዝኛ ሴሌብሪቲ ይብልዎ ወይ ህቡብነት ኢና ተዛሪብና ነርና ፓስተር ሲኩ ሓውና መሊሰልና ነይሩ ምስ ግዜና ግን ስለዘይኣኸለና ናይ ሎምዓንቲ ድማ ፓስተር መኮንን ገብረዝግኣብሄር ክምልሰልና እዩሞ ሽዑ ናብ ካልእ ሕቶ ክንከይድ ኢና። ፓስተር ሞኬ ሓወይ እታ ዝሓለፈ ሰሙን ዝጀመርናያ ብዛዕባ ኢና ክንዛረብ ኣብ ህይወት ማእኸላውነት መሓዝ ኣብዚ እዋን እዚ በህቡብነት ይነው ከም ናይ ዓለም ህቡብ ነገር ክትከውን ምግዳልን ምፅዓርን ብፍላይ ድማ ዘለናዮ ናይ ሶሻል ሜድያ እወ ሳዕቤኑ እንታይ እዩ? ካብዚ ብኸመይ ንሕና ክንላቐቕ ኣለና? በዚ ከይንትንከፍቲ ክንገብር ክንክእል ኣለና? ሳዕቤኑ እንታይ እዩ ዝብል እስከ መልሰልና። ጎይታ ይባርካ። እሞ ሞኬ ሓወይ ከ ንስኻ እንታይ ትብል? እግዚኣብሔር ይመስገን ኣድናቆት ምሃብ ማለት ኣፍልጦ ምሃብ ማለት ነቲ ሰብሲ ልዕል ልዕል ምባል ማለት እዩ። ኣብ ቃል እግዚኣብሔር ኣምላኽ ነፍሶም ዘልዓሉ ልዕል ዝበሉ ኩሎም ከም ተዋረዱ ይነግረና እዩ። እቲ ዘበን ጽቡቅ ጌርና ክንለልዮ ኮይኑ ይስምዓኒ ሃኒ ሓወይ እንታይ እዩ እቲ ዘበን እንተልና ኮይና ከምቲ ዘበን መሳፍንቲ ሰብሲ ዝመሰሎ ይገብር ከም ዝነበረ ነቲ ናይ ኣምላኽ ነገር ገዲፉ ናቱ ሰረኽ ጣዖት ሰሪሑስ ኣምላኽ ጽቡቅ ጌሩለይ ዝብሎ ዝነበረ ዘበን ከም ዝመሰሎ ከም ድላዩ ዝኸደሉ ዘሎ ዘበን ከምኡ ዘለና ኮይኑ ይስምዓኒ ኣነ ክሪኦ ከለኹ ሕጂ ነቲ ዘበን እንተ ፈሊጥናዮ መጀመርያ እቲ ሰብሲ ከመይ ይኸይድ ኣሎ ከም ቃል ኣምላኽ ድዩ ዝኸይድ ዘሎ ወይሲ ከም ሓሳብ እግዚኣብሔር ድዩ ዝኸይድ ዘሎ ኢልና እንተ ሪእና ኮይኑ ክነስተባሃሉ ንዲ ይግብኣና ሕጂ ካብ ዘስተባሃልኩ ኣብዚ ናይ ሴሌብሬሽን ከምዚ ናይ በዓል ምግባር ንሰብ ክሳብ ብምክንያት ጌርካ ምባል ንሰብ ኢኻ ተድንቆ ንሰብ ኢኻ ላዕሊ ልዕል ተብሎ ቃል ኣምላኽ ክነግረና ከሎ ግን ከምኡ ኣይብለናን እዩ ኣብቲ መሰረታዊ ነገር ተዛሪብና ኮይና ቃል ኣምላኽ ክነግረና ከሎ ንሱ ክዓቢ ኣነ ክንእስ ንሕና እናተዋሓጥና ክንከይድ ንሱ እንዳዓበየ ክኸይድ እዩ መወዳእታ እውን ኣብ ክርስቶስ ኢና ክንጥቕለል ስለዚ ንሕና ንፈርየሉ ነገር ኣይኮነን ክርስቶስ እዩ ክፈሪ ዝግብኦ ማለት ክደምቕ ዝግብኦ ክዓቢ ዝግብኦ ንሕና ግን ካብ ዕድመና እናነበርና እናቐነስና ንሕና እናቐነስና ናትና ተፈላጥነት እናቐነስና ናትና ማንነት እናቐነሰ ክርስቶስ ኣባና እንዳዓበየ ኢና ክንከይድ ተፀዊዕና በዚ ምኽንያት እዚ ድማ ጐይታ ክዛረብ ከሎ እንታይ ኢልዎ? እዚ ተኣምራት ምስ ገበርኩምሲ ንሕና ዘይንጠቅም ባሮት ኢና በሉ ዝበለ ዘይንጠቅም ርኢኹም ንርእስኹምሲ ኣብታ ዘይትጠቅም እእትውዋ ሎሚ ግን ከምዚ ኣፍልጦ ምሃብ ድዩ ኣድንቆት ምግባር ድዩ ኣብኡ ዝተገብረ ኣነ እዚኤ ምባል ማለት ወይ ድማ ኣነ ዝበፅሐ ምባል ማለት ኣንፃርትኻ ድዩ ንስኻ ትዓቢ ክርስቶስ ድማ ብካልእ ሳምበው ክገርመካ ሃኒ ሰማዕትና ኩሉኹም ኣብዚ ዘለኹም እቲ ንሕና ንገብሮ ኣይረኣየናን እዩ ካልኦት ዝገብርዎ እዩ ዝረኣዮ ዝረኣየና ኣብ ናይ ካልኦት ብዛዕ ብጣዕሚ ኢና ንፈርድ ኩላትና ኣብ ናይ ካልኦት ብጣዕሚ ኢና ነድንዋ እዚ ከምዚ ይግበር እዚስ ኣይ ኣይመስለንን ከምዚ ዓይነት እዚ በዓል ክካየስ ኣይፅቡቕን እዩ ኢና ንብል ንሕና ንገብሮ ግን ባዕልና ስለ ንገብሮ ዘለናዮ ውሽጥና ሞቲቭና ጥዑይ እንድዩ ኣብቲ ሓተቶ ኣቕሪብካያ ዘለኻ ንሳ ዘላ ሞቲቭና ጥዑይ እዩ ስለ ዝበልና ነገርና ጥዑይ ክኸውን ኣይክእልን ሞቲቭ ኣነ ክኸብር ኢለ ኮንኩን ገይረዮ ኣነ ክዓቢ ኢለ ኮንኩን ገይረዮ ግን እንተ ደኣ ኮይኑ ኸ ጳውሎስን ሲላስን እኮ ነቲ ስንኩል ምስ ተንስእዎ ሞቲቮም ንሶም ክኸብሩ ይኮና ግን እቶም ሰባት ግን ኣምፂኦም ክሰግድሎምን ከልዕልዎም ምስ ደለዩ ብሓይሊ ገደል ከልከልዎም ዝብለና ኣይ ኣማስ ሞቲቭና ዝኾኑ ይኮነ ንሶም እዮም ገይሮሞ ኢሎም ሸለል ኣይበልዎን ስለዚ ሞቲቭካ ስለ ዝጠዓየ እቲ ትገብሮ ዘለካ ሸዋብ ንዑ ጥዑይ ክገብሩ ኣይክእልን ክነስተብሃሎ ግባኣና ብዙሕ ግዜ ከዓ እዚኣ ተሃስየና ዘይነስተውዕለላ ስም ክርስቶስ ብምፅዋዕና ብምእታውና እቲ ንገብሮ ዘለና ንዓና እቲ ዕላማ እቲ ሰብ እዚ ንመን እዩ ዝርኢ ዘሎ ቆይ ትሕቶ ንክርስቶስ እዩ ዝርኢ ዘሎ ኣብቲ ንገብሮ ሲ ንሱ ኢና ክንፍትሾ ዝግባእና ስለዚ ዋላ ሃቐናና ጥዑይ እንተኾነ እቲ ንገብሮ ዘለና ክነስተውዕሎ ይግባኣና ብዙሕ ግዜ ከዓ ሃቐናና ስለ ዘታልለና በቲ ካሊእ ክግምገም ዘለዎ እምበር ንሕና ንርእስና ክንግምግም ኣይግባኣናን ኣብ ንገብሮ ነገር ኩሉ በዓል ዲና ክንገብር ናይ ዓመታት ዕድመና ዲና ክንገብር ከምዚ ዩቤልዲን ቦሎ ወይ ድማ ብራዊ ወርቂ ብራዊ ወርቃዊ ዝበሃል ኤነ ወይ ትፈልጥዎ ኢኹም ኩሉ ንገብሮስ እንታይ እዩ መን እዩ ክገንን መን ይገንን ኣሎ ብቲ ግዜ እቲ እዚ ከምዝተውዓል የድልየና ካልኣይ ከዓ ዋላ እውን ኣብ ናይ ፃውዒት ምቕባእ ድዩ ክንገብሮ ከለና ኩሉ ነገር ዘሎ ጊጉ ብጃ ጌርካ ኩሉ ነገር ክገብር ከሎ ኣይ ዶንት ቲንክ ሶ ኣይመስለንን ኣምላኽ ዝኸብር ዘሎ ኩሉ ሰብ ዝዛረብ ድማ ዋላ ስም ኣምላኽ እቶ እምበር ብዛዕባ እቲ ሰብ እዩ ሱ ከምዚ እዩ ሱ ጥዑይ እዩ ገለገለ ሰባት ከዓኒ ክርኢ ከሎ ከዓኒ ንርእሶም እዩ ዝእትዋ ንዓይ እዚ ሰብ እዚ ከምዚ እዩ እዚ ሰብ እዚ ትሑት እዩ ንዓይ እዘዘኒ እዚ ሰብ እዚ ንዓይ ኣነ ንሱ ይኸውን ቅርሶ ዝኾነ ኣይከውን ስለዚ ብኡሙናት ከዓ ይመስለኒ ንዓይ መንፈሳውነትና እናደኸመ ኣክቲቪቲ ናትና ስርዓታት እንዳዓበየ ግናኸ ክብሪ እግዚኣብሔር ዘይብሉ ኣጋንንቲ ዘይሓውይሉ ሰባት ዘይድሕንሉ ናይ እግዚኣብሔር ቅድስናን ክብርን ዘይረኣየሉ ሰባት ትሕት ኢሎም ንኣምላኽ ዘይርእይሉ ነገር ጥራሕ ሰለብሬሽን ኮይኑ ወይም ፌስታ ኮይኑ ዝሓልፍ ዘሎ ኣብ መወዳእቱ ውሽጢ ማጓዶ ይኸውን ድሓን ኢልና ተጸናኒዕና ሓጎሱ ገለ ኢልና ኢና ንኸይድ እምበር መንፈስ ርዝነት ኣለዎ ኢልና ይንርኢና እሞ ገምጋም ተገበርና ጽቡቅ ኮይኑ ይስምዓኒ ዝኾነ ይኹን ነገር ካባይ ኣትሒዝካ ኣነ እውን ርእሰይ ክምርምራ ይግብኣኒ ኣነ ዘይጠቅም ባርያ ንሱ እዩ ክዓቢ ዘለዎ ስለዚ ንዕኡ ኹሉ ንገብሮ ነገር ንዕኡ ገለ ገለ ሰባት ትሰምዕ ኢኻ መርዕኦም ንድኻታት ዝዕድልዎ ትሰምዕ ትርኢ ማለት ግዛ ኣሎ ከምኡ እኳ ክኸውን እንተዘይከኣለ ግናኸ ካብቲ ንገብሮ ነገርሲ ንክርስቶስ ክኸውን ኩሉ ነገር ጽቡቕ ኮይኑ ይስምዓኒ። ጎይታ ይባርካ ፓስተር ሞኪ ሓወይ ብፍላይ እቲኣ ብዘበልካያ እዚ ናህና ሃቀናና ብዘይገድስ ቁኑዕ ድዩ ጌጋ ብዘይገድስ ዋላ እቲ ሃቀናና ዋላ ቁኑዕ ይኹን ብዘይገድስ ንሕና ግን ሓላፍነትና ንክርስቶስ ከነርኢ እዩ እዩ ዝበልካ ብጣዕሚ ሓያል ቃል እያ ኣምላኽ እባርካ ፓስተር ሙኪ ሓወይ ብሰንኪ ዝወርደኒ ዘሎ ኣደራዕን ፈተና ህይወትን ባእሰይ ምስ ኣምላኽ ኮይኑ እታ ዝነበረትን ፍቕሪ ቅሂማትኒ ንምሕዳስ ኣብ ኣለዉ ዝበሃል ነቢያትን ሃዋርያትን እየ ዝኸይድ ትንቢት ተነጊርለይ ለውጢ ግና የለን እንታይ ተስፋይ እንታይ እማ እዚ ሓፍቲ እንታይ እየ ትኸውን ደላ ናይ ህይወት ምግድር ኣሎ ናይ ህይወት ፈተና ኣሎ ናይ ህይወት ኣሎ ግን ዝመጽኣ ትንቢት ከኣ ማእለያ የብሉን ማለት እዩ። ሕጂ ንኣብነት ምስክርነት ሓንቲ ክነግረካሲ ሓንቲ ሓብቲ ናብዚ ናይ ኢትዮጵያ ከይዳ ናብ ሓደ ነቢ ዝበሃል ከይዳ ማለት እዩ በቃ ንስኽን በቃ ከምዘየለ መልእኽቲ ትንቢት ሂብዋ ማለት እዩ። ብፍላይ ከዓ ወድኺ እሞ ከዓ ነዛ ዓለም ቢኣ ከናውፃ ኢልዋ ነዛ ዓለም ቢኣ ብወንጌል ከናውፃ እዩ ብኩሉ ነገር ፅብለል ኢሉ ክወፅእ እዩ ክረአ ኢልዋ። ካብቲ ዘገርመካ ግን ኣብ ክልተ ወርሒ ሰለስተ ወርሒ ዘይኣክል ግን ተወዳ ግን ባዕሉ ነብሲ ቀቲሉ ማለት እዩ ሕጂ ስለዚሲ እንታይ ዓይነት ምኽሪ ኢኻ ንኻ ነዛ ሓብትና እዚኣን ንከምዚ ብከምዚ መገዲ ዝሓልፍ ዘሎ እስቲ ዓይነት ምኽሪ ኢኻ ትቦም? እዚ ምናልባት ናታ ሕቶ ጥራይ ኣይኮነን ናይ ብዙሓት ናይ ብዙሓት ሕቶ እዩ እሞ ብዛዕባ እዚ ከንታይ ትብል ሲኩ ሓወይ ዘይፍጸም ትንቢት ዘይፍጸም ሃረርታ ኦም ፈሊጦም ዝምዝምዝዎም ዘሎ እሞ ብዙሕ መከራን መግደራን ዘሎ ኣሕዋትና ኣሎ እሞ ብዛዕባ እዚኦም ፓስተር ሲኩ ሓወይ ኣምላኽ ይመስገን እዛ ዝበልካያ ሃኒ ብጣዕሚ ናይ ብዙሕ ሰብ ሕቶ እያ እዛ ሓፍቲ ከም ዝበለቶ ብሰንኪቲ ኣብ ሂወታ ዝበፅሓ ዘሎ ፈተናን ኣደራዕን ናብ ኣምላኽ እዩ እቲ ምጉርምራማ ናብ ኣምላኽ እቲ ስለምንታይ ከምዚ ይኸውን ኣለኹ ስለምንታይ በዚ ይሓልፍ ኣለኹ ምባላ እዚ ኣብ ሂወት ነብሲ ወከፍና እንተ ብብዙሕ እንተ ብሒደት ዝረአ ሕቶ እዩ ግን መጽሓፍ ቅዱስ ክዛረብ ከሎ ከምዚ ይብል እቶም ከም ፍቓድ ኣምላኽ ክነብሩ ዝደልዩ ክስደዱ እዮም እንድሕር ኢሉ ክስጎጉ እዮም እንድሕር ኢሉ ሲ ክርስቶስ ኣቐዲሙ ዝነገረና ነገራት ኣሎ ከም ፍቓድ ኣምላኽ ዝነብሩ ክስጎጉ እዮም ኣብ ወንጌል ዮሃንስ ከዓ ኣብ ዓለም ከለኹም ፈተና ኣለኩም ግና ከ ኣጀኹም ኣነ ንዓለም ስዕረያ እየ ከሎ ንርእዮ ሕጂ እዛ ዘለናያ ዓለም እዛ እንነብረላ ዘለና ምድሪ ኣብዚ ምድሪ እዚ ከለኹ ኩሉ ነገራ ጽቡቕ ክኸውን እዩ፣ ኩሎም ክቕበሉኒ እዮም፣ ኩሎም ክሰምዑኒ እዮም፣ ኩሎም ክሕጎሱለይ እዮም ዝብል ትጽቢት ካብ ኣእምሮና ከነውጽኦ ይግብኣና። እቲ ሓደ ከነሐጉሶን ባህ ከነብሎን ክንሕልዎ ዝግብኣናን ፍቓዱ እንዳመርመርና ፍቓዱ እንዳገበርና ንዕኡ ባህ ዘብል ሂወት ክንነብር ዘሎና መን እዩ እንተድኣ ኢልና እግዚኣብሄር ጥራይ እዩ። ስለዚ ምንባርና ምምልላስና ውጽኢት ከም ዘይብሉ ክንሓስቦ የብልናን። እንተድኣ ብሰንኪ ዝበጽሓና ዘሎ ፈተና ልብና ናብ ኣምላኽ ዘጉረምርም ኮይኑ፣ ልብና ምስ ኣምላኽ ዝበኣስ ኮይኑ፣ ስለምንታይ ንዓይ ከምዚ ይበጽሓኒ ንብል እንተድኣ ኮይንና፣ ነቲ ቃል ኣምላኽ ዘንጊዕናዮ ከይንህሉ ክንምለስ ይግብኣና። ክንምለሰሉ ከኣ እንታይ እዩ? እዛ ምድሪ እዚኣ ናትና ዘልኣለማዊት ቤት ኣይኮነትን። ኣብዛ ምድሪ እዚኣ ኣጋይሽን ስደተኛታትን መጻእተኛታትን ምዃንና እንተ ደኣ ፈሊጥና፣ ኩሉ ግዜ ጉዳይና ምስ ኣምላኽ እዩ ዝኸውን። ነገራት ይስለጥ ኣይስለጥ፣ ዝሓሰብናዮ ይፈጸም ኣይፈጸም፣ ኩሉ ግዜ ምስ ኣምላኽ እዩ ዝኸውን። ከም ዝበለቶ ድማ እቲ ዝተባህላ ትንቢት ንበይኑ እቲ ትሓልፎ ዘላ ንበይኑ ይኸውን ኣሎ። እዚ እንታይ እዩ ዘርእየና ሓቂ ዘይኮነ ነገር ተዘሪቡ ኣሎ ማለት እዩ ኣጉል ዝኾነ ተስፋ ተዋሂቡ ኣሎ ማለት እዩ መጽሓፍ ቅዱስ ከምዚ ይብል ሰላም ዘየለስ ሰላም ኣሎ እንዳበሉ መውቃዕቲ ደቂ ህዝበይ ብሸለልታ ስለ ዝፈወሱ እዩ ሰላም ዘየለ ከም ሰላም ገይሮም ጽቡቕ ዘየለ ከም ጽቡቕ ገይሮም ኣቕርቡ ጥዕና ዘየለ ከም ጥዕና ገይሮም ኣቕርቡ ካብ ስሩ ግን ነቲ ሕማም ኣይፍውስዎን እዮም ሕጂ ከመይ ጌርካ ኣምላኽ ኢልኒ ኢልካ ነዚ ክትቅበሎ ኣምላኽ እንተ ኢሉ ዝፍጸም እዩ። እግዚኣብሄር ስለ ተዛሪቡ ዝቐውም ቃል እዩ። እግዚኣብሄር እንተ ተስፋ ሂቡ ዝፍጸም እዩ። ምኽንያቱ ኣምላኽ ከይሕሱ ሰብ ኣይኮነን ከይጠዓስ ወዲ ሰብ ኣይኮነን ስለ ዝብል መጽሓፍ ቅዱስ። ከምዚ ስለ ዝኾነ እምበኣር እንተ ዘይኮነ ዘይፍጸም ዘሎ መልእኽቲ ድዩ ትንቢት ድዩ እንተ ሰሚዕና ከም ለባማት ክንመምዮ ክንምርምሮ ብቓል ኣምላኽ ከነሕልፎ ይግብኣና። ኣምላኽ ዝበሎ እንተ ኮይኑ እግዚኣብሄር ይመስገን ክፍጸም እዩ። መዓስ ኣብ ናይ እግዚኣብሄር ግዜ። እግዚኣብሄር ዘይበሎ እንተ ኮይኑ ከኣ በቃ ስቅ ኢሉ ዘረባ ኮይኑ እዩ ዝሓልፍ እሞ ልብና ኣብኡ ከነውድቅ ኣይግባኣናን። ልብና ኣብቲ እግዚኣብሄር እተዛረቦ ኣብቲ ጽኑዕ ቃል ኣምላኽ ኣብቲ ጽኑዕ ዝኾነ ናይ እግዚኣብሄር ትንቢታዊ ቃል እንተ ደኣ ተኺልናዮ ብቐሊሉ ንጉዳእ ሰባት ኣይንኸውንን ብቐሊሉ ተስፋ ንቑርጽ ኣይንኸውንን እሞ ነዛ ሓፍቲ ከምዚ ምበልክዋ ናብ እግዚኣብሄር ምጥማት ካብ እግዚኣብሄር ምስማዕ፣ ንእግዚኣብሄር ምስዓብ፣ እግዚኣብሄር ከኣ ነቶም ናብኡ ዝመጹን ነቶም ዝስዕብዎን ነቶም ውሉድ ዝኾኑ እቲ ዝሃቦ ተስፋ ዝፍጽም ኣምላኽ እዩ'ሞ በዚ እንተኸድና ኣዝዩ ጽቡቕ ምኾነ ምበልኩ። ጎይታ ይባርካ ፓስተር ሲኮ ሓወይ።
ከይወድቕ ምርኩሰይ ከይስሕት መንገደይ ብርሃን ኢኻ መራሒ በዩ ስምካ ትነግር በዩ ስምካ ኣድሜ ዝዕቆበሉ ትነግር በዩ ስምካ ክቡራት ሰማዕትና ኣገልግሎት ድምፂ ሰላምና ኢኹም ክትከታተሉ ጸኒሕኩም ብኢንተርነት ንእትከታተሉና ኣብ መርበብ ሓበሬታ www ሰላምና ዶት ኦኣርጂ ትረኽቡና ከምኡ ውን። ብፈይስቡክን ብዩቱብን። ኣብ ቮይስ ኦፍ ሰላምና ትረኽቡና። ሕቶ። ርእይቶ ወይ ከኣ ከተበርክትዎ እትደልዩ ሓበሬታ ምስ ዝህልወኩም። ቮይስ ኦፍ ሰላምና ኣት ያሁ ዶት ኮም ኢልኩም ስደዱልና። ጽባሕ ነጸብራቕ ህይወት ዝብል መደብና። ክትከታተሉ ብኽብሪ ንዕድመኩም።

ሃዋርያ ጳውሎስ ኣብቲ ኣብ መወዳእታ ዘመን ክፉእ ዘመን ከም ዝመጽእ ኣጠንቂቑና ኣሎ። ስለዚ ነቲ ኣብ መንጎናን ኣብ መንጎ ደቅናን ተፈጢሩ ዘሎ ናይ ዕድመ ጋግ ንኸነረድኦም ከይከኣለና ኣእዛንናን ደገ ልብናን ከፊትና ንኽንሰምዖም ምእንቲ ስለ ገዛእ ርእስና ንኹሉ ንጸሊ። ብሰንኪ ኣብ ኩሉ ኩርናዓት ህይወት ዘጋጥሞም ጸቕጢ፣ ወጥሪ፣ ፍርሂ፣ ምሽቝራር፣ ካብ ዘይደልይዎ ሓደገኛ ውሳኔታት ድሒኖም ቅርዑውን ጥዕይን ንርሑቕ ዝዓለመ ህይወት ንኽመርሑ ንጸልየሎም። ካብቲ ኣብ ልዕሊ መንእሰያት ተፈንዩ ዘሎ መንፈስ ናይ ርኽሰት ዕብዳንን ግብረ ሰደማውነትን ካልእን ንኽዕቀቡ፣ ነቲ ሓቀኛ መገዲ ኣምላኽ ኪረኽብዎ ብዕረፍቲ ንኽመላለሱ፣ ነቲ ኣብዛ ዓለም እዚኣ ዚገዝእ ዘሎ ክፉእ መንፈስ ብንጹር ኣለልዮም ካብ መርበቡ ሓራ ኮይኖም ነቲ ጽቡቕ ብምድላይ ህይወቶም ኣብ ትሕቲ መንፈስ ቅዱስን ቃል ኣምላኽን ንኸግዝኡ ንጸልየሎም።